ኦኬ ሰላም ደቂ ኤርትራ ከመይ ገኒኹም መጀመርያ ሕጂ ሎም ዓንቲ ሓፃር ናይ ቪድዮ መሰጅ ክሰድድ እየ እሱ ድማ እቲ ንኣዋርሕ ክንማየጠሉ ዝፀናሕና ብፍላይ ከዓ ሕጂ እዚ ናይ ሓዱሽ ሃታ ሃታ ናይ ህግደፍን ወይ ናይ ኢሳያስ ብውልቁን ምስ ዶክተር ኣብይ ዝግበር ዘሎ ንዓና ዘዕኑ ንዓና ዘየርብሕ ነገራት ናትና ህላዌ ብዝያዳ ባዶነቱ ስለ ዘረጋገጸ፣ ነዚ ንምሕካሙ እቲ ሓድነትን ተግባራዊ መልሰ ግብርን እዋናዊ ኮይኑ ስለ ዝተረኽበ፣ እዚ ጉዳይ'ዚ ድሕሪ ብዙሕ ክትዓት ብውሽጢ ክግበረሉ ቀንዩ፣ ምናልባሽ ኣብዚ ፓብሊክ ወጺኡ ስለምንታይ ኢኹም መዓልቲ ዘይትፈልዩ? ስለምንታይ እዚ ናህሪ ናይዚ መንእሰይ እዚ ብዙሕ ሎሚ መግለጺታት ዘድልዮ ነገር እውን ኣይኮነን ብሩህ ነገር ስለ ዝኾነ ከመይ እቲ ጎዲሉና ዘሎ መሊእና ብሓባር እንኸደሉ መንገዲ ምቕያስ ስለ ዝነበረ እታ ምውሳን ትበሃል ብሓደ ብኽልተ ካብ ትኸውን እስኪ ሓሳብ ትግፋሓያ እሞ እቲ ፓብሊክ እውን ርእይትኡ ክህብ ተባሂሉ ብዙሕ ግዜ ቀኒናሉ ኢና ትፈልጡኹም። ኣብ መጨረሽታ ግን ሕጂ ውዕል ሕደር ዘየድልዮ ስጉምቲ ስለ ዘድሊ ዘሎ ብዙሕ ናይ ፖለቲካ ምርቓቕን ካልእ ዓይነት ናተይ ናትካ ዘድልዮ ነገር እውን ስለ ዘይኮነ እቲ ክንገብሮ ዝግበኣና መልሰ ግብሪ ብደንቦ ተቓውሞ ምናልባት ብገለ ገለ ሰባት በብዘለናዮ ንግበር ዝበሃል ነይሩ ኩሉ ዝግበር በብ ሸነኹ ብክልተ ሚእቲ ብሰለስተ ሚእቲ ሰብ ከምቲ ብኣሽሓት ተኣኪቡ ዘድምዖ ስለ ዘየድምዕ እሞ ድማ ኣብቲ ኣብ ዓለም ሄድኳርተር ናይቲ ዩኤን ተባሂሉ ዝፍለጥ ድምጺ ናይ ውጹዓት ክስማዕ ከሎ ዝያዳ ቫልዩ ስለ ዘለዎ እቲ ኣብ ከባቢና ንገብሮ ኣብ ቦትኡ እንከሎ ኣብዛ ደቂቕ እዚኣ ግን ኩልና ኣስላምና ክስታንና ኩልና ደለይቲ ፍትሒ ብሓባር ኮይና መሪሽና ቅልጽምና እቲ ዘሎ ናህርታት ናይዚ መንእሰይ መታን ክንጥቀመሉ እቲ መወስንዎ ወስንዎ ወስንዎ ትብሉ ዝነበርኩም መዓልቲ ምስቶም ኣብ ጀነቫ ዘለዉ ኣክቲቪስት ብዛዕባ እቶም መዓስ ስራሕ ኣትዉ መዓስ እጥዕም ተባሂሉ ተዝገበርናዮም ሚዩት ኩልና ማለት እዩ ብዕለት ሰላሳን ሓደን ኦገስት ኣብ ዝመጨረሽታ ወርሒ ናይ ኦጎስት ካብ ዕረፍቲ ናብ ስራሕ ዝምለሱላ መዓልቲ ዕለት ሰላሳን ሓደን ስለ ዝኾነት ብኣጋጣሚ ድማ ዕለት ሓደ ምጅማር ብረታዊ ቃልስና ስለ ዝኾነት ጽብቕቲ ኣጋጣሚ ስለ ዝኾነት ኣብ ጀነቫ ከተማ ጀነቫ ሄድኳርተር ቤት ጽሕፈት ናይ ዩኤን ብሙሉእ ኤርትራዊ ዓቕሚ ዘለዎ ትኽ ገንዘብ ገይሩ ክሕግዝ ዝኽእል ብገንዘብ ክሰድድ ኣዳራሽ ምክራይ ኣሎ እዚ ጭቡጥ ነገር እዩ ከምቲ ናይ ቕድሚ ሕጂ ብማይ ብገለ ገርካ ዝኸይድ ኣይኮነን ሰፊሕ መደብ እዩ ሰፊሕ ክትዕ ኣትካይደሉ እዩ ዓርቢ ሰላማዊ ሰልፊ ዕለት ሰላሳን ሓደን ቀዳም ድማ እቲ ጌት ቱገዘር ጌርካ ብዛዕባ እቲ ደንበ ተቓውሞ ዋና ስለ ዘይብሉ ቅድሚ ሕጂ ጌርናዮን ሰሚዕናዮን ዘይንፈልጥ እቲ ኣብ ክልተ ሽሕን ዓሰርተው ሽዱሽተን ዘይገበርናዮ ዋና ጌርናሉ ንኽንወጽእ ኩላቶም ሕጹያቶም ሕጹያትና ሒዝና ንኽንከይድ እቶም ኣብ ርሑቕ ንርከብ ኣብ በዓል ካናዳ በዓል ኣሜሪካ ክመጽእ ዝኽእል ሰብ ክመጽእ ጽቡቕ እዩ እንተዘይተኻኢሉ እውን ሕጹያትና ክንሰድድ በዚ ኣጋጣሚ እቲ መዓልቲ ስለ እተወሰነ እቶም ክውሰን ኣለዎ ደንጒኹም ትብሉ ዝነበርኩም ነዚኣ ከበስረኩም ኢለ እየ። ጽባሕ እውን በዚ ኣጋጣሚ ብዛዕባኡ ክንመያየጥ ኢና። ሎሚ ጽባሕ ዘድልዮ ምርቓቕ ዘድልዮ ነገር ኣይኮነን። ሃገርና ኣብ ሓደጋ ከም ዘሎ ነብሲ ወከፍ ኤርትራዊ ድቃስ ስኢኑ ከም ዘሎ ዘጠራጥር ኣይኮነን። ከም ኩሉ ኤርትራውያን ድማ ንሕና ድቃስ ስኢንና ብዛዕባ እዚ ጉዳይ እዚ ሓደ ብደምበ ተቓውሞ ክውሰድ ዘለዎ ስጉምቲ ተባሂሉ እዚ ኩሉ ክንገብሮ ንኽእል ዝነበርና ዘይገበርናዮ ጽላል ስለ ዘይብልና እዩ። ንኹልና ክጥርንፍ ዝኽእል ሓደ ኣምብሬላ ስለ ዘየቖምና እዩ። ስለዚ ካብ ዝኾነ ይኹን ብዘየገድስ ውድበይ ውድብካ ናተይ ናትካ፣ ከከም ድሌትካ ብናትካ ኣጀንዳ ክተኽይሎ ትኽእል እኻ ብሓባር ግን ካብዚ ዓዘቕቲ እዚ ወጺና ብሓባር እቲ ውድብ ዘለዎን ዘይብሉን ነንሕድሕድና ተጠማሚትና ክንከይድ ዘይኮነ ብሓባር ተፋቒርና ንስርሓሉ ተግባራዊ ዝኾነ ስራሕ ንሰርሓሉ እዋን ስለዝመጸ ንዕለት ሰላሳን ሓደን ኦገስት ኣብ ጀነቫ ይኹን ርክብና ኩልኻትኩም እቶም ኣብ ሚድያ ትነጥፉ ኣሕዋት ናይ ብሓቂ ብቕንዕና ንድሌት ንሓባር ንናይ ተግባራዊ ስራሕ እትብገሱ ኣብዚ ንተሓጋገዝ ተሓደ ነቲ ሓደ ዘድሊ ኣይኮነን ነቶም ክብገሱ ተሳሚዖም ዘለዉ ተሳሚዖም ኣለዉ በዓል ኣሰና ኹን ዋላ ካልኦት ክጅምርዎ እዮም እቲ ምንቅስቃስ እዚ ኣጋጣሚ ግን ካብ ብፅባሕ ኣትሒዝና ኣድህቦና ክንገብር ፕሮግራምና ክንሰርዕ እቲ ደንጉኹምና ትብሎ ዝነበርኩም ግዚኡ ኣኺሉ ምስቶም ዝመልከቶም ኣካላት ናይ ፍቓድ ዘውጽኡ፣ እንታይ ዓይነት ሃዋህው ኣሎ፣ መዓስ ኺጥዕመና ዘጻርዩ ኣብ ጀነቫ ዝነበሩ ዝተገብረ ዝርርብ፣ እቲ ውሳኔ ዕለት ሰላሳን ሓደን ኦገስት ኮይኑ ኣሎ። ሓጺር ይመስል ይኸውን እቲ ታሽሙ ግን ብዝሓየለ እንተ ትድልየትና ብሓደ ልቢ ከይድና ናተይ ናትካ ዝምጽዎ ዝወሲዳቶ ዘይኮነ ተግባራዊ ንክኸውን መራሕትና መሪጽና ብሓደ ድምፂ ኮይና ርኢናዮ ዘይንፈልጥ ዓወት ኣመዝጊብና ንክንወፅእ ብጀካ እቲ ሰላማዊ ሰልፊ እቲ ዝዓበየ ደንበ ተቃውሞ ግዚኡ እዩ ሕጂ ካብ ደንበይ ካብ ናተይ ናትካ ካብ ውድበይ ወድብካ ወፂካ ኣብ ተግባር ንከዶ ስለዚ እታ መዓልቲ መፂኣ ኣላ በዚ ኣጋጣሚ ብሰላም ንቀበላ ብሓጎስ ንቀበላ ናተይ ናትካ ዝምፅዎ ነንሕድሕድካ ምትሕንኳል ተሪፉ ኩልና ብተግባር ነዚ ጉዳይ እዚ ብፃዕቒ ጎስጓስ የድልየና ኣሎ ሕጂ እቶም ግብራውያን ተዳሊኹም ዘለኹም ኤርትራውያን መዓልቲ እዚኣ ትጽበዩ ዝነበርኩም በዚ ኣጋጣሚ ከበስረኩም ኢለ እየ ጽባሕ እውን ዝያዳ ድሕሪ ስራሕ ገለመለ ምስ ጸፈፍና ኣብዚ ላይፍ ከፊትና በዛዕባ እዚ ጉዳይ እዚ ክንዘራረብ ኢና እቲ ቀንዲ ግን ትንፋስ ዝህብ ነገር ኣይኮነን ገሊኦም ከማን ነዊሑ ይብሉ ኣለዉ ግን እቲ ወርሒ ኣርብዓ መዓልቲ ዝኸውን ዘሎ ማለት እዩ ኣብቸዋሊ ሰላሳን ሸሞንተን መዓልቲ ድዩ ገለ እዩ ግን ምስ ድልየት ክሳራ ናይ ገንዘብ ኢና ንከስር ምናልባት ካልእ ከምኡታት ጸገማት ገለ ጽብብ ክብለና ይኽእል ይኸውን ድሌት ተሎ ግን ዋላ ሓንቲ ዝጸበና ነገር ስለ ዘየለ እቶም ሓዊ ሓዊ ትጨኑ ነዚ ለውጢ እዚ ይገበረልና ብዘረባ ግዜ ይሓልፍ ኣሎ ትብሉ ዝነበርኩም እቲ ዘረባ ተወሲኑ ኣብ ተግባር ንኣትወሉ መዓልቲ ተወሲኑ ስለ ዘሎ ኩልኻ ኤርትራዊ ደላይ ፍትሒ ብዘይ ኣፈላላይ ብዘይ ዝኾነ ይኹን ነንሕድሕድካ ምጥምማት ኣብዛ ወቅቲ እዚኣ ሓንቲ ንኾነላ እዋን እያ ኣብዚኣ ንፈላለየልና እዋን የብልናን ሕጁብዱቡ ዝበለት ነገር ኣይኮነን ክንከይዳ ቀኒና ኢና ክንዛረበላ ቀኒና ኢና እታ ናይ ምውሳን ሕቶ ግን ቁሩብ ክብድ ኢላትና ነይራ ሕጂ ግን ዝምልከቶም ተንኪፍና ተራኺብና ገለመለ እቲ ዝጥዕሞምን እቲ ዝጥዕምን ነቲ ቃልሲ ዝጥዕምን ስለ ዝሃቡና በዚ መሰረት እዚ ኣነ ከኣ ከም ሚድያ ክቀላሓልኩም ባህ ብለኒ ኣነውን ብኣካል ካብ ውሽጢ ኣሜሪካ ካብቶም ነዚ ጉዳይ እዚ ክውን ክኸውን ብኣካል ክሳተፍ ተዳልየ ዘለኹ እዩ። ስለዚ ካብ ሕጂ ንንዮ ኣይኮነን ደንበ ተቓውሞስ ዋላ እቶም ደለይቲ ደገፍቲ ናይ ህግደፍ ዝነበሩ እውን ጉዳይ ናይ ሃገርና ኣብ ሓደጋ ምህላው ኣጸቢቑ ስለ ዝበርሃሎም የማን ጸጋም ከይብልና ከይተፈላለና ብሓንሳብ ኮይና ንመሰልናን ንመሰል ሃገርናን ንቐጻሊ ዕድላትናን ጠጠው ንብለሉ እዋን ስለ ዝኾነ ኣብ ጀነቫ ዕለት ዕስራን ሰላሳን ሓደን እንደገና ሓደ ከኣ እታ ናይ ኣኼባ ግዜ የራኽበና ብሰላም ከነግበረልኩም ጽባሕ ከኣ ጽቡቅ ጌርና ክንዛረበሉ ኢና ደቂ ኤርትራ ሰላም ሕደሩ ንገሌኹም ሰላም ምሸት ከኣ ንገሌና እንዳበልኩ እታ ሓጻር ቪድዮ ናይ ጽባሕ ዳርጋ ጻውዒት እያ ጽባሕ ኩሉ ዘለኩም ሕዝኩም ምጹ ሕጹያትኩም ካብ ሕጂ ዳልዉ ሎሚ ዝምርሑና መንእሰያትና ሓዊ ሓዊ ይጨኑ የድልዩና ኣለዉ። እቲ ግዜኡ ንሱ ስለ ዝኾነ ይህውኸና ኣሎ፣ ይረብጸና ኣሎ። ቅድሚ እቲ ክንከዶ ዝግብኣና ኩነታትና ይርበጽ ይህወኽ ስለ ዘሎ ዓድና ከይሰኣንናያ ከለና ቅልጡፍ ዝኾነ ካብ ዘረባ ነጻ ብተግባር ንራኸብ ብተግባር ከኣ ደምበ ተቓውሞ ጽላል ምስ ገበርናሉ ሽዑ እቲ ስራሕ ክረኣ እዩ። እቲ ስራሕ ብቐጥታ ናይ ክስቶ እዩ ናይ ክስቶ እዩ ዘይብሎ ክንሰርሖ ክንዓሞ ምዃንና ብውሽጥን ብደገን ክንወሃሃድ ምዃንና ነዛ ታሪኻዊት መዓልቲ እዚኣ ዝጽበ ከም ዝነበረ እዚ መድረኽ እዚ በዚ ኣጋጣሚ ክገብሮ ይፈቱ የቀንየለይ። ፅባሕ የጋኔና እምበር። ፅባሕ ኣጋኔና ፅባሕ ኣብ ላይፍ thank you guys።